ኣርእስተ ዜና ዘይዛሬ ሽርሒ ጥፋት ጀኖሳይደር ኣብይ ኣሕመድ ዝዕገት ኣብ ልዕሊ መቓብሪ ተገዛዛኢ ክብሉ ተሳተፍቲ ህዝባዊ መድረኽ ከተማ ማይጨው ገሊጹ። ህዝቢ ትግራይ ብሄራዊ ፃውዒት ምስላፍ ተቐቢሉ ስርዓት ብልፅግና ንምጥፋእ ክቃለስ ይግባእ ክብሉ ነበርቲ ከተማ ሽረ እንዳስላሴ ገሊፆም። ህዝቢ ትግራይ ንዘካይዶ ቃልሲ መኸተ ንክዕወት ከም ዝረባረቡ ተሳተፍቲ ህዝባዊ ዘተ ከተማ ኣብያ ዓዲ ገሊጹ። ሰላም ጥዕና ሃበልና ዝኸበርኩም ተኸታተልቲ ቴሌቪዥን ትግራይ ንምሸት ሰዓት ሓደ ዝሓዝናዮም ዕለታዊ ዜናታት ሒዝና ቀሪብና ኣለና ዜናታት ሰዓት ሎም ራሓ ነተኽል ክፍለ ብምልክት ቋንቋ ልምፃይ ሓጎስ ምስ መላእ ሰሚያ ስቱድዮ ቴሌቪዥን ትግራይ ብምዃን ሓበርናኩም መፃንሒት ክንገብር ኢና ክሳብ መወዳእታ ምሳና ፀኒሕኩም ክትከታተሉ ዓዲመ ናብ ፈላማይ ዜና ከስግረኩም ዘይዛረይ ሽርሒ ጥፋት ጆኖሳይደር ኣብይ ኣሕመድ ዝዕገት ኣብ ልዕሊ መቓብረ ተገዛዝኣ እዩ ክብሉ ተሳተፍቲ ህዝባዊ መድረኽ ከተማ ማይጨው ገሊፆም እቶም ተሳተፍቲ ነዚ ዝገለፁ ኣብ ከተማ ማይጨው ዘበት ንብሄራዊ ብርሰት ብዝብል መሪሕ ሓሳብ ኣብ ዘሳለጥው ህዘቦም መድረኽ ከተማ ማይጨውን ወረዳ እንዳ መኮነን እዩ። ፍሳፅዮን ገብረኣብዝጊ ተኸታቲሉ ሃይለሚካኤል ገሰሰ ድማ ከም ዝስዕብ ከቕርቦ እዩ።
ኣብ ከተማ ማይጨው ዘበት ንብሄራዊ ብርሰት ዝብል መሪ ሓሳብ ኣብ ዝተሳለጠ ህዝባዊ መድረኽ ከተማ ማይጨውን ወረዳ እንዳ መኮንን ዝተረኸቡ ኣባል ፈጻሚ ስራሕ ውድብ ህወሓት ኣይተ ተወልደ ገብረ ጻድቕ ሕዚ ጀኖሳይዳዊ ኣገዛዛ ኣብዪ ኣሕመድ ዝተፈላለዩ ሽርሕታት እናኣለመ ህዝቢ ትግራይ ክጠፍእ ሓደጋ ህልውና ክገጥሞን ገይሩ ከም ዘሎ ገሊጾም። ምዕራብ ትግራይ ይኹን ጸለምቲ ንሓደሻዕን ንሓዋሩን ካብ መሬት ትግራይ ፈሊኻ ንምውሳድ እዩ እቲ ዋና ዕላሙ ካብኡ ነቲ ካሊእ ህዝቢ ከዓ ከቢብካ ኩናት ከይገበርካ ግን ናይ ድርቂ ናይ ጥሜት ኩናት ናይ ሕማም ኩናት ናይ ኩሎም መከራታት ናይ ጥፍኣት መንገዲ ተኸቲልካ ነቲ ህዝቢ ናይ ምፅናት ዕላማ ሒዙ እዩ ሰላም እየ ዝደሊ ካሊእ ካሊእ ዝብል ዘሎ ማለት እዩ። ንሰላም ኢልና ዘይከፈልናዮ ዋጋ የለን። ካብ ናይ ሰፈራ ካምፕታት በብመዓልቱ ሰብ እንታይ ይኸውን ኣሎ? ሬሳ እዩ ዝወፅእ። ድሕሪ ምፍራም ውዕሊ ፕሪቶርያ ህዝቢ ትግራይ ምእንተ ሰላም ኢሉ ብዙሕ ዋጋ እናኸፈለ መፂኡ እዩ ዝበሉ ኣይተ ተወልደ፣ እቲ ጀኖሳይዳዊ ኣገዛዝኣ ግን ተግባራት ጥፍኣት እናፈፀመ ደላዪ ሰላም እየ ዝብል ተቐባልነት ከምዘይብሉን ዘላቒ ውሕስና ህዝቢ ትግራይ ክረጋገፅ ድማ ውሽጣዊ ዓቕሚ ኣጠናኺርካ ቃልሲ ህላወ ምክያድ ኣማራፂ ዘይብሉ ምዃኑ ኣረዲኦም። መዋፅኦናስ እንታይ እዩ? ኣብ ብሄራዊ ሓድነትና፣ ኣብ ብሄራዊ ዓቕምታትና፣ ኣብ ብሄራዊ መኸተና ተኣማሚንና፣ ኣብ ውሽጣዊ ዓቕምናን ሓይልናን ተኣማሚንና ነዚ ሓይሊ እዚ ፊት ንፊት ገጢምካ ምጥፋእ ጥራሕ እያ እታ መፍትሒታ ካሊእ ምንም መፍትሒ የብሉን። ኣገዛዝኣ ኣብይ ኣሕመድ ቀዲሙ ብኲናት ድሒሩ ብኽልኸላ መሰረታዊ ጠለባት ኣቢሉ እናፈፀሞ ዝፀንሐ ሰላሕታዊ ፅንተት ሕዚ እውን ዳግማይ ቅሉዕ ጆኖሳይድ ንምኽፋት ዘካይዶም ዘሎ ዘይዛረዩ ሽርሕታት ጥፍኣት ዘዐገቱ ኣብ ልዕሊ መቓብር እቲ ኣገዛዝኣ እዩ ዝበሉ ድማ ተሳተፍቲ ህዝባዊ ዘተ ማይጨውን ወረዳ እንዳመኾንን እዮም። ንምውሓስ መሰልን ድሕንነትን ትግራይን ህዝባን ኣብ ዝካየድ ቃልሲ ህላወም ኣብ ጎድኒ መንግስትን ህዝብን ኾይኖም ካብኦም ዝድለ ኩሉ ብምፍጻም ከም ዝቃለሱ ዘረጋገጹ እቶም ተሳተፍቲ ኣብዚ ግን ጥንኩር መሪሕነት ክዓርፎ ይግባእ ኢሎም። ብሄራዊ ቃልስና ብምንታይ ኢና ክንፈትሖ ዝብል ሕቶ ብቓልሲ ይፍታሕ። ብቓልሲ ክንፍታሕ ክንፈትሕ ተኾይንና ንስኹም ዘለኹም ሊቃት ታሕታይ ወሪድኩም ታዓይነት ማሓውር ታዓይነት ከድርን እና ፈትሽዎ ምኽንያቱ እቲ ህዝብን ታሕታይ ዘሎ ጣብያ ዘሎ ቁሸት ዘሎ ተጓታቲኹ እዩ ዘሎ። ዘበት ንብሄራዊ ብርሰት ዝብል ንፀላኢ ዓመኽሞኽ እናበለ ዝመፀ ህዝቢ ትግራይ እዩ። ኣብ ውደብኡ ተሪር ንደርጊ ዝደምሰሰ፣ ንድሕሪት ኣይብልን። ህላወናና ከመይ እና ንነበር ታይ ክንገብር ኣለና ዝብል ተወዲብካ ዝሰራሕ ምዃኑ ናይ ቃልሲ ተመኩሮ ኣለና እዩ ከዓንተኡ ሒዙ ካብ መፃፀኡ ሒዙ ማለት ተመኩሮ ኣለና እዩ ብዝተመኩሮና ከመይ ኢና ንቕፅል ዘለና ታይላ ኮነ እዩ ዝኸድ ዘሎ ዝብል ብጣዕሚ ታይሞ ኣናብ ህዝቢ ዝብሎ ብዙሕ ችግር ንብሎ ነገር የብለይ። ከንቲባ ከተማ ማይጨው ኣይተ ጌታቸው ስዩም ህላወ መንግስትን ህዝብን ንምውሓስ ንዘንጸላልዎ ሓደጋታት ንምብርዓን ምጥንኻር ሓድነታዊ ቃልሲ ወሳኒ ምዃኑ ኣስሚሮምሉ።
ህዝቢ ትግራይ ብሄራዊ ፃውዒት ምስላፍ ተቐቢሉ ስርዓት ብልፅግና ንምጥፋእ ክቃለስ ይግባእ ክብሉ ነበርቲ ከተማ ሽረ እንዳስላሴ ገሊፆም። ኣባል ፈፃሚ ስራሕ ህወሓት ዶክተር ኣብርሃም ተኸስተ ብወገኖም ህልውናን ድሕንነትን ህዝቢ ትግራይ ኣብ መቓብር ጆኖሳይድ ስርዓት ብልፅግና ከምዝረጋገፅ ኣፍሊጦም። እዚ ዝተገለፀ ዘበት ንብሄራዊ ብርሰት ብዝብል መሪሕ ሓሳብ ህልውና ህዝቢ ትግራይ ንምሕላው ነበርቲ ከተማ ሽረ እንዳስላሴን ተመዛበልቲ ዞባ ምዕራብ ትግራይን ኣብ እዋናዊ ጉዳይ ኣመልኪቶም ኣብ ዘካየድዎ ህዝባዊ ዋዕላ እዩ ገብረዝጋብሄር ገዳሙ ተኸታቲሉ ገብረመስቀል ኪሮስ ከምዝስዕብ ከቕርቦ እዩ።
ህልውናን ድሕንነትን ህዝቢ ትግራይ ኣብ መቃብር ጀኖሳይደር ስርዓት ብልፅግና ይረጋገፅ ብዝብል መራሒ ሓሳብ ኣብ ከተማ ሽረንዳ ስላሴ ላዕለዎት ኣመራርሓ ክልልን ዞባን ምስ ነበርትን ተመዛበልቲ ወገናትን ዝተሳተፍሉ ህዝባዊ መድረኽ ተሳሊጡ ኣብቲ መድረኽ ዝተረኸቡ ኣባል ፈጻሚ ስራሕ ህወሓት ዶክተር ኣብርሃም ተኸስተም ስርዓት ብልፅግና ኣሎ ዝበሃል ሰራዊት ኣኽቲቱ ኣብ ልዕሊ ህዝቢ ትግራይ ወራር ንምፍፃም ከም ዝተዳለወን ኣንጻር ህዝቢ ትግራይ ዘቕንዑ ፕሮፓጋንዳታት ብምንዛሕ ሓድነት ህዝቢ ንምብትታን በብመዓልቱ ይሰርሕ ከም ዘሎን ነዚ ንምምካት ህልውናና ኣብ ልዕሊ መቓብር ብልፅግና ክነረጋግፅ ይግባእ ኢሎም ህልውና ህዝቢ ትግራይ
ሉዓላውነት ህዝቢ ትግራይ ዝረጋገፅ ኣብ ልዕሊ መቓብር ብልፅግና እዩ ብልፅግና እንዳሃለወ ሰላም ኣይንረክብን፣ ህልውናና ኣይሕሎን፣ ተማዛብልትና ኣይምለሱን ክምለሱ ኣይኽእሉን፣ ሉኣላውነትና ኣይኽበርን፣ ብልፅግና ኣይህበናን እዩ ፍፁም ኣይበና ርኢና ኢና ኣርባዕተ ዓመት ሙሉእ ተለሚኑ እዩ ኣብ ልዕልና ዝኩሉ በደል እንዳበዝሐ ዝኩሉ ቅትለት እዚ ኩሉ በደል እንዳበፅሐ ብትዕግስቲ ሓሊፍና ምንም ዘምፅኦ ወይ ዝተግበሮ ኣካል ናይቲ ውዕል የለን ንቐፃሊ እውን በቲ ውዕል መሰረት ክፈትሐልና እዩ ኢልና ኣይንፅበ ስርዓት ብልፅግና እንዳሃለወ ህልውና ህዝቢ ትግራይ ሉዓላዊነት ህዝቢ ትግራይ ኣይኽበርን ናብ መቓብሩ ክነፋንዎ ተኾይንና ሰራዊትና ክነጠናኽር ክንክእል ኣለና። ነቲ ግንባር እውን ክነጠናኽሮ ኣለና። ደጀና እውን ውሑስ ክንገብሮ ክንክእል ኣለና። ዝምልከት እዩ። ኣካል ናይቲ መኸተ እዩ ዝውን እቲ መኸተ ብዋናነት በቲ ህዝቢ ኣቢልካ ዝፍፀም እኳ ተኾነ መንግስቲ እውን ግን ሕጊ እናኽበረ ክኸይድ ክኽእል ኣለዎ። ስለዚ ሕጊ ናይ ምኽባር ስራሕትና እውን ዝወፀ ሕጊ ኣሎ፣ ብኡ መሰረት ተጠናኺሩ ክኸይድ ኣለዎ ብዝብል ናይ ኩላትና ክንገብሮ ክንክእል ኣለና። ኣይንምብርከኽን፣ ኣይንፀንትን፣ ኣይንበርስን ኢልና ክንለዓል ክንክእል ኣለና። ግዚኡ ኣኺሉ እዩ። ከንቲባ ከተማ ሽረ እንዳስላሴ ኣይተ ገብረመድህን ዮሃንስ ብወገኖም ሕዚ ንዘይተርፍ ዓወት ንምቅጽጻል ኩለመዳያዊ ምድላዋት ሓፍ ምባል ከም ዘድሊ ምስ ገለጹ ነዚ ንምዕዋት ድማ ካብ ላዕሊ ክሳብ ታሕቲ ብዝተማልእ መንገዲ ሓደ ርድኢት ክህልወና ይግባእ ኢሎም ኣብቲ ዝቐረበ መመያየጢ ዛዕባታት ኣድሂቦም ርእይቶታት ዝሃቡ ተሳተፍቲ ብወገኖም ምስ መደብ ብሄራዊ ፃውዒት ምስላፍ ተተሓሒዙ ኣብ ማሕበራዊ ሚድያታት ብፀላእቲ ዝውዝዑ ናይ ሓሶት ሓበሬታታት ንጎድኒ ብምግዳፍ ህዝቢ ትግራይ ምእንተ ምርጋጽ ሃለዋቱን ድሕንነቱን ብዝተጠናኸረ መልክዑ ኣብ ምትእማን ዝተመሰረተ መደብ ምስላፍ ክሳለጥ መንእሰይ ናብ ሰራዊት ብምጽንባር ዝገጠሞ ቃልሲ ህላወ ብቕልጽሙ ከረጋግጽ ይግባእ ኢሎም ንኽተት ኩልና ማዕረ እያ ትብጽሐና እታ ዓዲ ማዕረ ንትብጽሐና ማዕረ ዋጋ ክንከፍለላ ክንክእል ኣለና። ቃልሲ እንትጅምር ህወሓት እውን ሓሙሽተ ብረት እየን ነረን። ደርግ ግን ንዓለም እየን ቀጥቅጥ ነሩ። ቀጥቂጥናዮ። ኣብ ዝባን መቓብር ኢሰፓ ስርዓት ተኺልና ሕዚ እውን ኣብ ዝባን መቓብር ብልፅግና ስርዓትና ነቕንዕ እዩ ዘረባ እዚኣ ክትቀንዕ እንተኾይና ድማ ከም ተጋሩ ሓንቲ እንተኾይንና፣ ሓንትን ሓንትን ዕላማ እንተሒዝና፣ ኣነ ክህሉ፣ ንሕና ክንህሉ፣ ትግራይ ትሃሉ፣ ትግራይ ትሃሉ፣ ንስዕር።
እንታይ ንግበር እንድያ እታ ንገብራ እማ ከምታ ናይ ቅድሚ ሕጂ ናይ ክልተ ሽሕን ዓሰርተ ሰለስተን ንገብራ ንደግማ እያ። ደቂ ኣንስትዮ ብደቂ ኣንስትዮኤን ይውደባ። ዘላ ንዓና ትጥየቕ። መሪሕነት ትኹን ሞዴስ ድያ ሽርጥ ድያ ጫማኣ ድያ ክዳና ድያ ቀለባ ድያ ኮርንሽኣ ድያ ኹላ ግበራኦልና እኔና ድሉዋት ኢና ክንዳሎ ኢና።
ኣነ ንዛ ትግራይ ዘይስውኣላ ምኽንያት ታይ ተኣምር ኣለኒ ኣነ ኣነ ንሞት ክፈርሕ እሞ ነታ ዓደይ እሞ ነታ መረበተይ ካሊእ መረበተይ የብለይ ብልፅግና ሕዚ እውን ትግራይ ከይብረሰ ትግራይ ከይንፀፈ ስቕ ኢሉ ኣይድቅስን እዩ ሓንቲ ለይቲ እውን ደቂሱ ኣይሓድርን እዩ ንዓና ከይንፀፈ ኣነ ነባር ፍለ ሓይሊ እየ ተቃሊሰ ካብ 2013 እስቲብ እስከ ሕጂ እውን ኣሎ ክቃለስ እየ ገና እየ ቆሲለ እየ ግን ካኣ ክስዋእ እየ እውን ንመን ንታ ሓደ እየ ዝስዋእ ንመን ንታ ኣደይ ንመን ንታ ኣቦይ እቲ ዝነብዕ ዘሎ ኣብ ከይንዳ ንታ ልኣላውነተይ መሬት ትግራይ ኣብ መወዳእታ ሃለዋትን ድሕንነትን ህዝቢ ትግራይ ንምርግጋፅ ዝወፀ ኣዋጅ 366 እዝባር 2018 ተሳተፍቲ እቲ መድረኽ ብሙሉእ ድምፂ ደጊፎሞ።
ኣባል ማእኸላይ ኮሚቴ ህዝባዊ ወያነ ሓርነት ትግራይ ኣይተ እያሱ ተስፋይ ህዝቢ ትግራይ ቀፃሊ ህልውንኡን ግዝኣታዊ መረበቱን ክረጋገፅ ዝኽእል ኣብ መቓበረ ስርዓት ብልፅግና ምዃኑ ብምርዳእ ኣብ ብሄራዊ መኸተ ኩሉ ክሳተፍ ይግባእ ኢሎም። ወከልቲ ህዝቢ ከተማ ሸራሮን ተመዛበልቲ ዞባ ምዕራብን ህልውናኦምን መሰል ዓርሰ ውሳኖምን ንምርጋፅ ዝግበር ቃልሲ ካብኦም ዝድለ ኩሉ ከምዝፍፅም እውን ኣብሪሆም። እቶም ነበርቲ ወፍሪ ዘበት ንብሄራዊ ብርሰት ብዝብል መሪሕ ሓሳብ ኣብ እዋናዊ ኩነታትን ድልውነት መኸተ ነመልኪቶም ዘትዮም ኣለው። ንፀብፃብ ዳዊት መኮነን ሃፍታይ ባህረ።
ዘበት ንብሔራዊ ብርሰት ህልውና ህዝቢ ትግራይ ኣብ መቓብር ጀኖሳይዳዊ ኣብዪ ኣሕመድ ይረጋገጽ ብዝብል መሪ ሓሳብ ወከልቲ ህዝቢ ከተማ ሸራሮን ተመዛበልቲ ምዕራብ ትግራይን ህዝባዊ ኮንፈረንስ ኣሳሊጦም ኣባል ማእኸላይ ኮሚቴ ህወሓትን ሓላፊ ዘፈር ፕሮፖጋንዳን ኣይተ እያሱ ተስፋይ፣ ህልውና ህዝቢ ትግራይ ኣብ መቓብር ስርዓት ብልፅግና ጆኖሳይዳዊ ኣብይ ኣሕመድ ከምዝረጋገፅን ነዚ ንምዕዋት እውን ዝወፀ ኣዋጃት ተግባራዊ ንምግባር ኩሉ ንህልውንኡ ክምክት ይግባእ ኢሎም። ዝሓለፈ ሰለስተ ዓመታት እኳ ርኢናዮ ኢና። ብኹሉ መልክዕ መመዘኒ፣ ንህዝቢ ትግራይ እኳ ርዱእ ተነበረ፣ ንመርሒ ውድብና እኳ ርዱእ ተነበረ። እስቲ ትዕግስቲ፣ እስቲ ኩናት እውን ተኾነ ውግእ እውን ተተጀሚሩ ብሰላም ስለ ዝውዳእ ዝሓስብ ዓለም ዝሓስብ ሓይሊ ዶ ይፍጠር ይኸውን እናተባህለ እስካብ ሕዚ ፀኒሑ እዩ። እዚ ኩነታት እዚ ከምዚ እናኸድና እውን ዘበት ኢልና እውን ንዘም ሕቶታትና እዚኣቶም ነረጋግጽ ኢልና እውን እንተኾነ ባህሪ ናይቲ ስርዓት ብልጽግና ዝበሃል ስርዓት እዚኣቶም ክምልስ ኣይኽእልን፣ ተፈጥሮ ባህሪ እውን የብሉን። ስለዚ ካብ ዝሓለፈ እዋን ከምቲ ኣብ ሰላም ንሰላም ኢልና ንኸፍሎ ዝነበርና ሐዚ ብዝተፈለየት ምስ ህዝብና ክረዳደኣሉ ኢልና ዘለና እዚ ስርዓት እዚ እናሃለወ እዙይ ክረጋገጽ ኣይኽእልን። ስለዚ ኣብ መቓብር። ጀኖሳዳዊ ስርዓት ብልፅግና ኢና ኩሎም መሰላትና ነራግፆም ዝብል እያ። ኣባል ማእኸላይ ኮሚቴ ህወሓት ኣመሓዳሪ ዞባ ምዕራብ ትግራይ ኣይተ ግደይ ኣዘናው ሓበራዊ ሓድነትና ብምጥንኻር ካብቲ ዘየናሕስየልና ፀላኢ ዓርስና ንምክልኻልን ህልውናና ክነረጋግፅን ይግባእ ኢሎም። እዚ ሕጂ ገጢምና ዘሎ ሓይሊ ከየጥፈእና ክነብር ስለዘይደልይሉ ንባዕሉ ስለዘይሓስብ ከምበርክኸና እዩ። ስለዚ ታሪኽ ወለድና ክንደግም ሰራዊትና ምጥንኻርት ወሳናይን መማረፂ ዘይብሉ ጉዳይ እዩ። እዚኣ ድማ ውዳበታትና ኣባልና ናይ ሓፋሽ ውዳበታት ብሙሉእ እንተጠናኺረን እንተተቓሊስና ጥራሕ ኢና ክንስዕሮ እንኽእል። ጠንካራ ዝኾነ ደጀን እንተመስሪትና ኢና ጠንካራ ዝኾነ ሰራዊት ክህልወና ዝኽእል። ወከልቲ ህዝቢ ከተማ ሸራሮን ተመዛበልቲ ዞባ ምዕራብ ትግራይን ብወገኖም ውሽጣዊ ሓድነቶም ብምጥንኻር ዘበት ንብሄራዊ ብርሰት ብምባል ሓበራዊ ቅልፅም ብምፍጣር ህልውንኦም ኣብ ልዕሊ መቓብር ኣብይ ኣሕመድ ንምርግጋፅ ካብኦም ዝድለ ኩለመዳይ እጃም ክሳብ መወዳእታ ከምዝፍፅሙ ኣረጋጊፆም። ንሕና ኣብዚ እዋን እዚ ኣብ ዓድና ንክንነብር፣ ኣብ እምነትና ንክንነብር፣ ኣብ ቤተ ክርስቲያንና ንክንነብር ዝተነፈገና ሰባት ኢና። ሰብ ዝነብር ኣብ ዓዱ እዩ፣ ኣብ ካልእ መንበሪ የብሉን። ስለዚ መንበሪ እንተስኢንና ምምሕዳር እንተስኢንና ተበታቲንና ክንነብር ድማ ኣይንኽእልን። ሰራዊት ትግራይ ንሕና ኢና ዓንዱ ህዝብና ኣጆኹም ኢሉና ኣሎ ኣጆኹም ኢልና ኣሎ ኣጆኹም ክንብሎ እንተኾይና ከዓ ንሕና ኢና እንተስ ብዓቕሚ እንተስ ብገንዘብና ክነውፊ ኣለና። ናብዚኣ እንዶ ተስኢልና ሕጂ ናብታ ሒዝኩማ መጺኹም ዘለኹም ናብታ መኸተና መንግስትናን ወረደናን ማእኸላይ ኮሚቴ ኣምጺኹምና ኣለኹም ስርዓት እንዲያውም ዘንጊዕኹም ኢኹም ሱር ዘንጊዕኹም ኢኹም። ተሳተፍቲ እዚ ኮንፈረንስ ህዝቢ ከተማ ሸራሮን ተመዛበልቲ ዞባ ምዕራብን ንብሄራዊ ህልውና ንዝገብር መኸተን ዝወፅኡ ኣዋጃትን ድንጋገታትን ብሙሉእ ድምፂ ተቐቢሎም ህዝባዊ ድልውነቶም ኣረጋጊፆም።
ንውልቀ መላኺ ጆኖሳይደር ኣብይ ኣሕመድ ንምእላይን ዳግም ከምዘይትስእ ንምቕባርን ይስራሕ ምህላው ኣባል ፈጻሚት ስራሕ ውድብ ህወሓት ኣይተ ተኽላይ ገብረመድህን ገሊጾም። ህዝቢ ትግራይ ንዘካየዱ ቃልሲ መኸተ ንክዕወት ከምዝረባረቡ ድማ ተሳተፍቲ ህዝባዊ ከተማ ዓብይ ዓዲ ወረዳ ቆላ ተንቤንን ተመዛበልቲ ዞባ ምዕራብ ትግራይን ኣረጋጊጾም። እዚ ጸብጻብ ንጉሰ ማርያ ይዋዲድዎ ገብረመስቀል ኪሮስ ከምዝስዕብ ከቕርቦ እዩ።
ዘበት ንብሄራዊ ብርሰት ብዝብል መራሒ ሓሳብ ነበርቲ ከተማ ዓብዪ ዓዲ፣ ወረዳ ቆላ ተምቤንን ተመዛበልቲ ዞባ ምዕራብ ትግራይን ዝተሳተፍሉ ህዝባዊ ዋዕላ ኣብ ከተማ ዓብዪ ዓዲ ተሳሊጡ። ንሃለዋት ትግራይ ዝፈታተኑ ብድሆታት ብዝሰመረ ቐላፅም ተጋሩ ንምፍሻል፣ ዓወት ትግራይ ንምርግጋፅን ዝግበር ዘሎ ወፍሪ መኸተ ንምዕዋት፣ ብቐንዱ መስርዕ ሰራዊት ትግራይ ኣብ ምምላእ ቀዳምነት ሂቦም ከም ዝረባረቡ ተሳተፍቲ እቲ መድረኽ ይገልፁ። ልክዕ ከምቱ ዳኒኤል ክብረት ክምሕዝ ዝብሎ ዝነበረ ብዝኸፍኣ ይገልፅዎ ኣለዉ እሞ ወታደራት ኮይኖም እዙይ እናረእና ንብርሰት ንፅበ ተሃሊና ፍፅም ኣነ ኣይቅበሎን ንሕና ኣይንበርስን። ንወልደን ናብ ሓደ ፍቱን ዝኾነ መድሓኒት ዝኾነ ንእተው። ተዋላዋላይ ነወግዶ ሰለዚ ተወዲብና ዓድና ነረጋግጽ ኢየ ክብል ደልየ። ሓሪስና እባ ንሓድር ኣለና ሳላ ሰራዊትና ስውኣትና ይንጠልብ ኢናበሉ ኣነ ከዚ ስውኣትና ኣሕዋተይ ጓለይ እዩ ነይሮም ከዚ ከ እሶም ሓዲገዮም ላብ መን ሓሳብ ኣትየ ላብ ሰራዊተይ። ኣብ ዊሽጢ ዘሎ ይኹን ኣብ ደገ ዘሎ ትግራዋይ ተጠሚሩ ኣውዚ ዘለና ሓድነት ተጠሚርና እንተኸድና ግድን እዩ። ክንስዕር ኢና ኢሉ። ኣብቲ መድረኽ ዝተረኸበ ካብ ላዕለዎት ኣመራርሓ ሰራዊት ትግራይ ሓደ ዝኾነ ተጋድላይ ህንፃ ወልደጀወርግስ፣ ኣብ ውሽጥን ደገን ዝርከቡ ባንዳታት ንህልውንኡ ንዝቃለስ መንእሰይ ትግራይ ኣብ ምብራዝ ተፀሚዶም ከምዘለዉ ብምሕባር፣ ብሰራዊት ትግራይ ግፋ ይካየድ ኣሎ ብምባል ህዝባዊ መኸተ ንድሕሪት ክጎስሱ ይፍትኑ ብምህላዎም ነቲ ቃልሲ ንምዕዋት ኩሉ ትግራዋይ ገጢምዎ ዘሎ ብሄራዊ ብርሰት ኣብ ምብርዓን እጃሙ ክፍፅም ከምዝግባእ ይገልፅ። ካብ ጣብያ መራሕቲ ጀሚሩ ዘየጋደሉ እውን ይውረዱ እዩ ዝብል። ይውረዱ እቲ ዘጋደለ፣ እቲ ስድራ ስውኣት፣ እቲ ነባር ሓይሊ ተቓላሳይ ዘድምይዎ ዘለው፣ እዞም ኣካላት እዚኣቶም እዮም ተባሂሉ ክትግበር ኣብ ነብሲ ወከፍ ወረዳታት ሞኪሮም እዮም። እዚ ዘይተገበራ ወረዳታት ኣብቲ ናይ ምግዳልን ካልኦትን ዘይተሳክዐለን ኣሎ። ሓቂ ስኢልካ ምኻድ ሸፋፊንካያ። ሕዚ እውን ኣብዚ እዩ ክቃለስ ዘለዎ እቲ ሰብ እየ ዝብል ኣሎ። ከምኣ ዝገበራ ብምሉእም ባዕሎም ወፂኦም እዮም። ክተሓዙ እንተለዉ መን እዩ ደኣ ተዋዕዋዕ ኣቢልዎ ዝብል ዘሎ ጥራሕ እቲ ባንዳ ኣይኮነን። እቲ ዘይጋደለ፣ ደቁ እንዳሓበኤ ኣብ ዓይኒ መደብ እንዳኣተወ ኣብ ትሕቲ ዓራት እንዳኣተወ ዝሓብእ ዝነበረ ሎሚሉ ምስኡ ኡይ ዝብል ዘሎ። በብእዋኑ እናተለዋወጠ ዝኸድ ዘሎ ፈታኒ ኩነታት ብምብዳህን መሰል ዓርሰ ውሳነ ህዝቢ ንምርርግጋፅን ኩሉ ትግራዋይ ሓደ ዓይነት ርድኢት ብምሓዝ ኣብዚ ርትዓዊ መኸተ እጃሙ ብምፍፃም ውልቀ መላኺ ጆኖሳይዳዊ ኣብይ ኣሕመድ ካብ ሱር መሰረቱ ንምምሓው ምርብራብ ከምዘድሊ ኣባል ፈፃሚ ስራሕ ህዝባዊ ወያነ ሓርነት ትግራይ ኣይተ ተኽላይ ገብረመድህን የብርሁ። ስርዓት ብልፅግና ብሰለማዊ መንገዲ ኸዚ ኾይና ኸዚ ኾይና እንትንሪኦ እንተለና ሃለዋትና ከረጋግፀልና ይኽእል እዩ ኢልካ ምትስፋይ ንባዕልኻ ምትዕሽሻው እዩ። ለለና መማረፂ! ንገሊኡ ኸባቢ፣ ንገሊኡ ስድራ፣ ንገሊኡ ውልቀሰብ ዝተዓደለ ዝመስል፣ ገሊኡ ከባቢ፣ ገሊኡ ገዛ፣ ገሊኡ እንታይ ስስዑ ውልቀ ሰብ ድማ ከምዘይ ናቱ ገይሩ ዝርዳእ ዓይነት ኣከያይዳ ደው ኣቢልና ኩሉ ናብ ሓደ ክመፅእ ገይርና ኩለና ክንስለፍ ኣለና። ርክብ ህዝቢ ንህዝቢ፣ ክልላትን ጎረባብቲ ሃገራትን ብምጥንኻርን ኣፈላላያት ብምፅባብን ናይ ሓባር ፀላኢ ንዝኾነ ውልቀ መላኺ ጆኖሳይዳዊ ኣብይ ኣሕመድ ንምእላይ ይስራሕ ምህላዉ ኣይተ ተኽላይ ገብረመድህን ሓቢሮም። ኣብ ናይ ሓባር ፀላኢ ናይ ሓባር ስራሕ ክንሰርሖ ዝግበእና ነገር ስራሕቲ ክንሰርሕ ኢና። ናይ ሓባር ፀገማትና ናይ ሓባር ለለውና ዘይተፈትሑ ኣጀንዳታትና ብከይዲ ንፈትሖም። ኣብዚ ዘለና ነገር ግን ብመሰረቱ መሊእና ክንከድ ኣለና።
ነበርቲ ወረዳ ራያ ኣላማጣን ከተማ ኣላማጣን ኣብ ትግራይ ዳግማይ ኩናት ብምውላዕ ህዝቢ ንምፅናት ይዳሎ ንዘሎ ጀኖሳይዳዊ ኣገዛዝ ኣብዪ ኣሕመድ ከም ዝምክቱ ተዛሪቦም። እቶም ነበርቲ ወፍሪ ዘበት ንብሄራዊ ብርሰት ብዝብል መራሒ ሓሳብ ኣብ እዋናዊ ኩነታትን ድልውነት መኸተን ኣመልኪቶም ዘተ ኣሳሊጦም ኣለው። ንፀብፃብ ሃፍቱ ብስራት ሃፍቶም ረዳ።
ካብ ዓሰርተ ሸሞንተ ጣብያታት ወረዳ ራያ ኣላማጣን ከተማ ኣላማጣን ዝተወከሉ ክፋላት ሕብረተሰብ ወፍሪ ዘበት ንብሄራዊ ብርሰት ብዝብል መራሒ ሓሳብ ኣብ እዋናዊ ኩነታትን ድልውነት መኸተን ኣመልኪቶም ዘትዮም። እቶም ተሳተፍቲ ከም ዝበልዎ ኣብ ልዕሊ ትግራይ ዳግማይ ኩናት ብምውላዕ ህዝቢ ንምፅናት ይዳሎ ንዘሎ ጆኖሳይዳዊ ኣገዛዝኣ ኣብይ ኣሕመድ መስርዕ ብምምላእ ከም ዝምክቱ ተዛሪቦም። ዝፀላእና ካብ ተይ ኣጥፈኣና ሃም ዘይድቅስ። ዘረጋግጽ ሐዚ እውን በላዕኹኩም ጎረስኹኩም እዩ ዝብለና ዘሎ። ሐዚ እውን መለኦም እንተይኣጥሁና መለኦም እንተይቐበርና ዝድቁስ ኣይኮነን። ሐዚ እውን ክንጠፍእ ኣይግባእን። ፅንተት ተፈፂሙልና እዩ። ሎሚ እውን ፅንተት ይፈፀመናን ኣሎ። ሎሚ እውን ኣይንሰዓርን። ኣያታትና ዝተቆራረሰት ትግራይ ኣየረከቡናን። ክንምክት ኢና፣ ክንሓብር ኢና። ሓድነትና እውን ክነጠናኸር ኢና። እዚ ፀላኢ እዚ ሱር ብሱር ተደያጥፍእናዮ እውን መምሐሪ ዘይብና ዘይንነብር ምዃንና ከም ተጋሩ ሸዓት ያተን ተነነውሪ ካብ መድረኹ ኣብዚ ባዕልና ይኹን ዝምልኸቶም መናእሰይ ይኹን ናብቲ ቓልሲ ወፁ መስርዕ ክመልኡ ኣብቲ ምድላውና ናብ ድሕርት ኣይንብል ኣብቲ መስርዕ ምምላእና ናብ ድሕርት ኣይንብል። ሽርሒ ጀኖሳይደር ኣብይ ኣሕመድ ንምፍሻል ካብኣቶም ዝድለ ኩሉ ከምዝፍፅሙ ዝገለፁ እዞም ተሳተፍቲ፣ መደባት መኸተ ንምትዕንቓፍ ዝንቀሳቐሱ ኣካላት ካብ ተግባሮም ክቑጠቡ ይግባእ ኢሎም። ትግራዋይ ብሓድነቱ ንክፈርስ ትግራዋይ መንእሰይ ናብ ዝተፈላለዩ ዓድታት ክኸድ ይገብርለው። እዙይ ከም ትግራዋይ ኣይንቕበሎን። እቲ ኣዋጅ ምፅኡ ብጣዕሚ ደስ ኢሉና ደስ ለይወሎም ሰባት ለለው እዮም እቲ ኣዋጅ ክጎድእና ኢሎም ደስ ለይወሎም ሰባት ኣፍቲ ሓቂ ኣፍቲ ቐልሲ ስለለየለው እዮም። ሐዚ ውን ብተፈላለየ መንገዲ ልመፁና ሽርሕታት ክንምክት የና ሰባት ክናላሊ የና። ለያድልዩ ሰባት ተሃልዮምና ናብ ባዕልና ኣመራርሓ እውን ክውገዱ ኣለዎም። ኣብቲ መድረኽ ዝተረኸቡ ኣባል ማእከላይ ኮሚቴ ህወሓት ዶክተር ረዳኢ በርሀ፣ ኣብ ልዕሊ ህዝቢ ትግራይ ኣንፀላልዩ ዘሎ ሓደጋ ብምብርዓን ህልውናና ክነሕሱ ኢና ኢሎም። ኽልተ ዕድል ኣለና። ወይ ከምታ ንሶም ዝምነዩዋ ብኸፍል፣ ገሊኦም ዝምነዩዋ ተምበርኪኽና ኣብ ባርነትን ኣብ ድኽነትን ኣብ ድንቁርናን ምንባር፣ ወይ ድማ መሊኦም ጠቕሊሎም ከም ኩርዳውያንን ከም ቢያፍራን ኣጥፊኦም ኣብ ልዕለና ክነብሩ ምፍቃድ እያ። ህዝቢ ትግራይ ኸዓ ነዚ ኣይፈቅድን። ዘበት ንብሄራዊ ብርሰት ኢሉ ዝጀመሮ ካብ ጫፍ ናብ ጫፍ ዓሲሉ ክምክት እየ ዝፅውዕ። ስለዚ ናትና ምንባርን ህላዌን ዝረጋገፅ ኣብ መቓብር ጀኖሳይዳዊ ስርዓት ምዃኑ ምርዳእ የድሊ።
ኣባል ማእኸላይ ኮሚቴ ህዝባዊ ወያነ ሓርነት ትግራይ ኣምባሳደር ዶክተር ኣዲሳሌም ባሌማ ህዝቢ ትግራይ ህላውኡ ንምርጋፅ ኩለ መዳያዊ ዓቕምታት ትግራይ ክጠናኸር ይግባእ ኢሎም። ተሳተፍቲ መድረኽ ወረዳ ሰብዓ እንደርታ ብወገኖም ንምርጋፅ ሃለዋትን ደሕንነትን ትግራይ ካባና ዝድለ ኩሉ ክንፍፅም ድልዋት ኢና ኢሎም። ወፍሪ ዘበት ንብሄራዊ ብርሰት ብዝብል መሪሕ ሓሳብ ህዝብን ምምሕዳርን ወረዳ ሰብዓ እንደርታ ህዝባዊ ዘተ ኣሳሊጡ። እያሱ በርሀ
ጆኖሳይዳዊ ስርዓት ብልፅግና ንውዕሊ ፕሪቶርያ ከም መዳናገርን ሽፋንን ተጠቒሙ ነቲ ውዕሊ ዝኸተመ ውድብ ህወሓት ብምጥላም ኣብ ልዕሊ ህዝቢ ትግራይ ሰላሕታዊ ፅንተት ከመ ዝፈፀመን ኢሉ እውን ካብ መፈለምታ ነቲ ውዕሊ ኣፍሪስዎ እዩ ዝበሉ ኣባል ማእኸላይ ኮሚቴ ውድብ ህወሓት ኣምባሳደር ዶክተር ኣዲስ ኣሌም ባሌማ ኮይኑ ግና ንሰላም ክበሃል ከም ህዝቢ ከቢድ ዋጋ ከመ ዝተኸፈለ ኣረዲኦም። ምስዚ ኣተሓሒዞም ኣምባሳደር ዶክተር ኣዲስ ኣለም ባሌማ ሕቶና ሕቶ ህልውናን ልኣላውነትን ኢዩ፣ ንሰላምን ድርድርን ድማ ኩሉ ግዘ ድሉዋት ኢና፣ ኮይኑ ግና ጆኖሳይዳዊ ስርዓት ብልፅግና ንሙሉእ ፅንተት ህዝቢ ይዳሎ ስለዘሎ እንኮ መዋፅኦ ህዝቢ ትግራይ ሓድነትና ምጥንኻርን ዓቕምና ምሕያልን ኢዩ ክብሉ እቶም ኣምባሳደር የብርሁ። እቲ ናይ መጀመርያ
ከፍርስዎ ምዃኑ እቲ ውዕሊ ዝተረዳእናሉ፣ ንቲ ውዕሊ ዝፈረመ ውድብ ኣይፈልጠካን ዝበለሉ መዓልቲ እዩ። ሕርያና ሰላም እዩ። ካብ ሰላም ኢና ንጥቀም። ሰላም ዝመስልዎ ነገር የለን። ኮይኑ ግን ሰላም በይንኻ ስለ ዝደለኻዮ ኣይኸውንን። በይንኻ ስለ ዝደለኻዮ ኣይኸውንን ሰላም እቲ ሓደ ገፅ እውን ክደልዮ ኣለዎ ክናፍቆ ኣለዎ እዚ ይኸውን ስለ ዘየሎ እንተስ ጥንክር ኢልና ሰላም ክደልዩ ክነገድዶም ካብኡ እንተሰጊሮም ድማ ንመዓልትና ክንከላኸል ምክልኻል ዘይኮነስ ከም ልማድና ድማ ክንስዕር ክንዳሎ ናይ ግድን ይኸውን።
ኣመሓዳሪ ወረዳ ሰብዓ እንደርታ ኣይተ መሓሪ ወልደኪሮስ ብግዲኦም፣ ገጢሙና ካብ ዘሎ ሓደጋ ንምውፃእ ብሄራዊ ህላወና ንምውሓስን ኩለመዳያዊ ዓቕምታት ትግራይን ክነደልድል ይግባእ ኢሎም። ብሄራዊ ህላወና ብዘላቒ ውሑስ ዝኸውን ድማ ኣብ መቓብር ጆኖሳይዳዊ ስርዓት ብልፅግና ምዃኑ ፈሊጥና መኸተና ክነሕይል ይግባእ ክብሉ እቶም ዋና ኣመሓዳሪ የብርሁ። እስካዕ መወዳእታ
ክጠፍእ ዝግብኦ ሓይሊ እንድሕር ዘየጥፋእና ተመሊሱ ያው ናፍታ ዝነበረ ራያ ክምልሰና እዩ። ዓመታት እውን ኣለዎ ከምኡ ናይ ምግባር ተኽእሎ ማለት እዩ። ከም መንግስቲ ኮይኑ እውን ምንቅስቃስ ስለዝገብር ስለዚ እንድሕር ብዘላዕነት ነጥፍኦ ኮይንና ከ እንታይ ኢና ንገብር? ስኡኻ ፀላኢ ብቐሊሉ ክጠፍእ ኣይክእልን። ክንገብሮ ዝግባእ ከምታ ናይ ቀደም ሓድነትና ናይ ምስጣር ሓድነትና ስቕ ኣቐጢና ከኣ ወታደራዊ፣ ቁጠባዊ፣ ዲፕሎማስያዊ፣ ፖለቲካዊ ዓቕምታትና እውን ከነጎልብት ኣለና፣ ክነዕይል ኣለና። እቲ ህዝባዊ ዘተ ካብ ኩለን ጣብያታት ወረዳ ሰብዓ እንደርታ ምስ ዝተውፃፅኡ ተወከልቲ ሕብረተሰብ ዝተሳለጠ ኮይኑ ንህልውና ክንብል ክንቃለስ ኢና፣ ፀላእትና ብምንካይ ፈተውትና ድማ ክነብዝሕ ይግባእ ኢሎም። ጥራይ ተሓታትነት ክህሊ ኣለዎ። ሐ ኣቦ እነ ስውእ ኣቦ ጅግና ኣቦ ስውእ ክኸብር እለዎ ክፅረፍ የውሊ ንፅረፍ እለና ንዋረድ እለና እምቢ ኣይንፅረፍ ኢኒሀና ኸዝለ ኣነ ልባዕለይ ሃምውልቀይ እለኹ ድልውቲ እየ ናይ ዞም ጀጋኑ መላምል ኳስ ምንም እንድዚ ኣየምበርከኸኒን ንዑ ውፍይቲ እየ ኣብዚኣ ልለና ተጋሩ ሕውራት ኢና ሃምዝልቦሃሎ ምንም ኣይዞኹም ምንም እንድዚ ኣይንምብርከኽ ትግራይ ትዕጎት ኣብ ጎድንኹም ኢና። ንሕና ልህላወና ልባዕልና ልህይወትና እና ኢና እንቃለስ ሃምት ልተባህለ ትክክል እዩ ኢደይ ኢድካ ተባሂልና ኣሎ ግን ነወፍር ኣለና ኢደይ ኢድካ ተባሂልካ ምስ ላዕሊ ምስ ታሕቲ ኢደይ ኢደይ ኢደይካ ተባሂልና ማእገር ንማእገር ኹርናዕ ልኹርናዕ እንድሕር ተራኺብና ክንወጾ ኢና ልብል ሓሳብ ኣለኒ የቀንየለይ ወድየ። ብደንቢ ጌርና ተረዳዲእና እንተኸይድና ወፍርና ዕውት እዩ ወፍርና ዕውት እዩ ብዘይ ቀልዓለም ግን ብዘይ ቃልዓለም ማለት ቃልዓለም ዘይብሉ ንሕና ብዘይ መስዋእቲ ዓወት ልበሃል ነገር የለን ትግራዋይ ከምኡ እዩ ታሪኩ ከምኡ እዩ ኣማፃፅኡ ሕዚ እውን እዩ ተሓቢእና ተሸጉዒና እንዛረቦ ነገር የለን። እቶም ተሳተፍቲ ዘበት ንብሄራዊ ብርሰት ዝብል እዋናዊ ፃውዒት ብምቕባል ንተግባራውነቱ ከመ ዝቃለሱን ብምድጋፍ ብምሉእ ድምፂ ነቲ ውሳነ ኣፅዲቐምዎ። ዘበት ዘበት ንብሄራዊ ብርሰት ንብሄራዊ ብርሰት!
ሃለዋትን ድሕንነትን ንምርግጋፅን ሉኣላውነት ግዝኣት ትግራይ ንምውሓስን ኣብ ዝግበር ቃልሲ ድሉዋት ምዃኖም ነበርቲ ከተማ ዕዳጋ ዓርብን ምምሕዳር እንዳባ ፃሕማን ኣረጋጊፆም። ኣብ ምምሕዳር እንዳባ ፃሕማ ከተማ ዕዳጋ ዓርቢ ዘበት ንብሄራዊ ብርሰት ብዝብል መራሕ ሓሳብ ነበርቲ ከተማ ዕዳጋ ዓርቢ ምምሕዳር እንዳባ ፃሕማ ተመዛበልቲ ዞባ ምዕራብ ትግራይን ዝተሳተፍሉ ህዝባዊ መድረኽ ተሳሊጡ ንፀብፃብ ኣረጋዊ ገብረልፋኤል ሃይለሚካኤል ገሰሰ
እቲ ኣብ ምምሕዳር እንዳባፅሓማ ከተማ ዕዳጋ ዓርቢ ዘበት ንብሄራዊ ብርሰት ብዝብል መሪሕ ሓሳብ ዝተኻየደ ህዝባዊ መድረኽ ዝተሳተፉ ነበርቲ ከተማ ዕዳጋ ዓርቢ፣ ምምሕዳር እንዳባፅሓማን ተመዛበልቲ ምዕራብ ትግራይን ህዝቢ ትግራይ ንሰላም ክብል በደላት ተፃዊሩ ከም ዝፀንሐ ብምግላፅ እንተኾነ ግን ስርዓት ብልፅግና ህዝቢ ትግራይ ናይ ምፅናት ባህጉን ተግባሩን ቐፂልሉ ይርከብ ኢሎም። ሰላም ደኾን ይኾን ብዕርቂ ደኾን ይበና ቦታና? ኩናት ኣይንደልን ዝብል ከም ባዕለይ ተስፋ ነይሩና ኩ ቦታኹም ኣይወኩምን ልእላውነት ኣይምልስን እንድሕር ዝብል ኮይኑ ግን እንድሕር ዘይቀርየና ኮይኑ ግን በቃ ንምምካት ዘድልዩና ጸጋታት ኢና ክንመርጽ ዝግበአና ሕዚ ከም ባዕለይ ከይተቓለስካ
መሬተይ ይምለስን ከይተቓለስካ ኣይንምለስን ንሕና ንባዕልናስ ኣይንምለስን እንድሕር ተቓሊስና ግን ክንምለስና ርግጸኛታት ኢና ክንምለስ ኢና ባዕልና ንባዕልና ናታሕና ገርና ክንወጽኦ ኢና። ገዓል ገልጠም ስለ ዝሃለወ ኣይኮነን ዓንተቦ ተባሂሉ እዩ። እወ ገዓል ገልጠም ክህሉ እዩ። ጽንዓት እንተሃልዩ ግን ገዓል ገልጠም ፈራሲ እዩ። ዓድና እንዲና ንቃለስ ዘለና ነቲ ሓደ መሪሕነት ንምድጋፍ ነቲ ሓደ መንግስቲ ንምድጋፍ ዘይኮነስ ዓድና ንምምላስ እያ ዘኒኣሀስታ ቃልሲ። ብምኻኑ ሃለዋት ንምርግጋጽን ላኣላዊ ግዝኣት ትግራይ ንምውሓስን ኣብ ዝግበር ቃልሲ ድልዋት ምኻኖም ተሳተፍቲ እቲ ህዝባዊ ዋዕላ ኣረጋጊጾም። ንብሄራዊ ህላወን ንህላወና ስለ ዝኾነ ክትነብር ኢኻ ክትነብር ኣይንነብርን ኢና ንበሃል ዘለና ሐዚ ክንነብር ኢና ንዓና ክንጠፍእ ካብ ገፀ መሬት ክንፀንት እዮም ዝደልዩና ፀላእትና ሐዚ ከምዚ ክኸውን ተሎ ንሕና ካብ ላዕሊ ሻብ ታሕቲ ብሓደ ዓይኒ ብማዕረ ዓይኒ ርኢና ኩልና ማዕረ ኮይንና ዝመኸተ ንመክት ማዕረ ኮይንና ንቃለስ እቲ ንግንባር ዝኸይድ ውላድና ዘለ ህዝብና እዕሚና ነጋድል ኣብ ደጀን ዘለና ዓቕሚ እውን እብ ደጀን ኮይንና ንቃለስ። ስለዚ ተሓጋጊዝና ዓድና ሓራ ነውጽእ ዝብል ኢና ክንወስድ ዘለና። ልብና ሓደ፣ ኣረኣእያና ሓደ፣ ሓሳብና ሓደ እንተኾይኑ ትግራይ ንምድሓና ኣብ ሕድሪ ዝተገደፈት መሬት ናብ ዝነበረቶ ምምላስ፣ ተፈናቐልና ናብ ቦትኡ ምምላስ ኣብ ቀረባ እዩ። ስርዓት ብልፅግና ህዝቢ ትግራይ ንምፅናት ይረባረብ ከምዘሎ ዝገለፁ ኣባል ማእኸላይ ኮሚቴ ህዝባዊ ወያነ ሓርነት ትግራይ ዶክተር ሰሎሞን ኪዳነ ብምዃኑ ሕዚ ከም ህዝቢ ሃለዋትና ክቕፅል ኣብ ወሳኒን ዘላቒ ድሕንነትና እነረጋግፀሉን ናይ ቓልሲ ምዕራፍ ኣለና ኢሎም። ሃለዋትን ድሕንነትን ናይ ምርግጋፅ ጉዳይ ሕዚ ከም ህዝቢ ክንነብር ክንክእል ኣለና። ከም ህዝቢ ብሄራዊ ህላወና ከም ህዝቢ ህላወና እዛ ሕጂ እውን ሒዝናያ ዘለናስ ባዕላ እዚኣም ናይ ምቕጻል ዕድል ዝውሰን ኣብ ዝባንን ዝባንን ስዕረት ብልጽግና እዩ። ሃለዋትን ድሕነትን ህዝቢ ትግራይ ኣብ ምርግጋፅ ዝግበር ምንቅስቓስ ንፀላኢ ረብሓ ዝግበሩ ምንቅስቓሳት ደው ክብሉ ኣለዎም ኢሎም ዶክተር ሰሎሞን። ሕጂ እንገብሮ ቃልሲ ብዝኾነ ይኹን መልክዑ ሃለዋትን ድሕንነትን ህዝቢ ትግራይ ኣብ ሕቶ ዝእቱ ዝኾነ ይኹን ዝኾነ ይኹን ምንቅስቓስ ደው ክብል ክኽእል ኣሎ ምስ ጸላኢ እናገጠምና ግን ኣብ ውሽጥና ኮይኑ ንናይ ጸላኢ ረብሓታት ዝንቀሳቐስ ክሳብ ዝኾነ ደው ክብል ክኽእል ኣሎ እዚ ከዓ ማንም ስለ ዝደለየ ይኮነ ደው ከብሎ ዘሎ ትግራይ ዓዲ ሕግን ኣደ ስርዓትን ክሳብ ዝኾነት ሕግን ስርዓትን ኣውፅያ ብሕግን ስርዓትን ክሕዞ ዝዳን እዩ። ከንቲባ ምምሕዳር እንዳባጻሕማ ከተማ ዕዳጋ ዓርቢ ኣይተ ገብረ ተክለሃይማኖት ብወገኖም ምእንተ ሰላም ተባሂሉ ብዙሕ መስዋእቲ ከም ዝተኸፈለን ካብዚ ንላዕሊ ምጽባይ ፈጺሙ ከም ዘይከኣል ብምዃኑ ድማ ደጅንን ግንባርን ምጥንኻር የድሊ ኢሎም።
ዘበት ንብሄራዊ ብርሰት ንብሄራዊ ብርሰት
ዝኸበርኩም ተመልከትና ዕለታዊ ዜናታትና እውን ኣብዚ ኢና ክንዛዝም በብዘለኽሞ ድማ ሰናይ ግዘ